ሰላም ሰላም ማይ ፍሬንድ ገለ ኤግዛምፕልስ ብዛዕባ እዛ እዚ ክንምሃር ኢና እዛ ንኣንስታይ ፆታ እዚ ድማ ንተባዕታይ ፆታ እዚ ፎር ማስኩሊን ጀንደር እዛ ድማ ፎር ፌሚኒን ጀንደር ንጥቀመሉ ማለት እዩ እዛ ላም እዛ ላም እዛ ጓል እዛ ጭሩ መብዛሕትኡ ሓደ ሓደ ግዜ ደቂቕ ትኮይኑ እቲ ነገር ከም ኣንስተይቲ ፆታ ንጥቀመሉ እዛ ጭሩ እዛ ገዛ ወይ እዚ ገዛ ክንብል ንኽእል ኢና እዛ ገዛ እዚ ገዛ እዚ ጭሩ ብዙሕ ኣይንጥቀመሉ ኢና እዛ ጭሩ ኢና ንብል እዚ ገዛ ግን እዛ ገዛ ወይ ድማ እዚ ገዛ ንብል ኢና እዛ ፀሓይ እዛ ወርሒ ንብል እዚ ወርሒ እዚ ጸሓይ ኣይንብሎን ኢና እዚኣቶም usually ብኣንስተይቲ ኢና ንጽውዖም እዛ ድስቲ እዚ ድስቲ እዛ ጀበና እዚ ጀበና እዛ ፒሮ እዚ ፒሮ እዛ ሃገር እዚ ሃገር እዛ ሩባ እዚ ሩባ እዚታት ኩሉ ብዘይ ኣፈላላይ ንጥቀመሉ ኢና ንጥቀመሉ ኢና ኣብ ትግርኛ ነፃ ኢና ኩሉ ክንጥቀመሉ ኣብ ውሕዳት ነገራት ግን ዘይንጥቀመሉ ነገር ኣሎ ስፔሲፊካሊ ማለት ነናቱ ንህቦ ኣሎ እዚ ብዕራይ እዚ ብርሃን ንኣብነት እዛ ብርሃን ኣይንብልን ሕጂ ኦኬ ንኹሎም ነገራት እኳ ከም ተባዕታይን ከም ኣንስተይትን ክንፅውዖም እንተኸኣልና ንኽእል እንተኾንና እዚ ብርሃን ኢና ንብል እዛ ብርሃን ኣይንብልና እዛ ሰማይ ኣይንብልና እዚ ሰማይ ኢና ንብል እዚ ማይ ኢና ንብል እዛ ማይ ኣይንብልን ኢና እዚ ቃላይ ኢና ንብል እዚ ቃላይ ግን ሓደ ሓደ እዋን ድማ እዛ ቃላይ ንኣብነት ኮምፔር ክንገብር ከለና እዛ ቃላይ ንእሽተይ እያ እዛ ቃላይ ደስ ትብል እያ ከምዚታት ክንብል ንኽእል እዚ ባሕሪ ወይ እዛ ባሕሪ ክንብል ንኽእል ኢና ዝበዝሐ ግዜ ግን እዚ ባሕሪ እዚ ቃላይ ንጥቀም ግን እዛ እንተበልና እውን እንታይ ጌጋ ኣይኮነን እዚ ሙቐት ንብል እዛ ሙቆት ግን ኣይንብል እና ሙቆትን ሃሩርን ከም ተባዕታይ ጌርና ኢና ንወስዶ እዚ ሙቆት እዚ ሃሩር ኢና ንብል ማለት እዩ እዚ ውቅያኖስ ዓበይቲ ነገራት ድማ እዛ ውቅያኖስ ዳርጋ ክንብል እኳ ተኻእልና ግን ብከምዚ እዩ ዝፍለጥ እዚ ውቅያኖስ ሞስት ኮመንሊ ንዑ ኢና ንጥቀመሉ እዚ ገዛ እዛ ገዛ ኣብዚ ፅሒፍያ ነይረ ምስለኒ በዚ ፀጋማ እየስ ኣብዚላ እዛ ገዛ ወይ ድማ እዚ ገዛ ክንብል ንኽእል፣ እዚ ጀበና፣ እዛ ጀበና፣ ከምዚታት እውን ክንብል ንኽእል። ብዙሓት ቃላት እዮም ዘለዉና፣ ኩሎም ማለት ንኹሎም ኣብዚ ምጺእና ክንጠቕሶም ኣይንኽእል ኢና፣ ግን ኣብነታት መታን ክርድኡና እቲ ኣጻዋውዓ ከመይ ጌርና ንጥቀመሉ ንምባል እየ ኣብዚ ኣቕሪበየ ዘለኹ እሞ ኩሉ ግዜ እተን ከተስተፍሉለን ዘለኩም እዚ ማይ እዚ ብርሃን እዚ ሰማይ እዚ ሙቆት እዚ ብርሃን ኣሚን እዚ ሃሩር ዝኣመሳሰሉ ከም ተባዕታይ ጾታ ንወስዶም ምዃንና ክዘኻኽረኩም ይደሊ ሰሰናዩ ጠጥዕሙ ተንክ ዩ ፎር ዋቺንግ and see you in the next video